ሰላም ዝኸበርኩም ተኸታተልቲ ጸብጻብ ዋንጫ ዓለም ክልተ ሽሕን ዕስራን ሽዱሽተን እንሆ ሰናይ ምክትታል። ሃገራዊት ጋንታ ብራዚል ከይተጻወተት ዋንጫ ዓለም ተኸፊቱ ኢልካ ክትዛረብ ኣይትኽእልን ኢኻ ይብሉ ነዚ ውድድር ንነዊሕ ዓመታት ዝተኸታተልዎ ወገናት። ግዲ ሓቆም እዮም ዘብለካ ድማ ሎሚ ዳርጋ ኩለን ማዕከናት ዜና ስፖርት ዓለም ንግጥም ብራዚልን ሞሮኮን እየን ክትንትና ውዒለን። ሓሙሽተ ግዜ ዋንጫ ዓለም ዘልዓለት ሃገር ምስ ብኸመይ'ዩ ብዘየገድስ ሻምፕዮን ኣፍሪቃ ዝኾነት ሃገር እንክጻወታ፣ ኣብ ልዕሊኡ ከኣ ኣብ ፕሪመር ሊግ ድሙቕ ብቕዓቶም ዘርኣዩ ተጻወትቲ ጽዋእ ቻምፕዮንስ ሊግ ምስ ዘልዓሉ ካልኦት ተጻወትቲ ደሚርካ እዚ ናይ ሎሚ ግጥም ኣቓልቦ መላእ ዓለም ዘይስሕበሉ ኣብነት'ውን ፈጺሙ ኣይረኣየካን። ኣብዚ ግጥም ትዕወት ጋንታ ንሳልሳይ ምድብ ኣብ ዝቕጽል ጸወታታት ኣብ ምቕላስ የማናይ ኢድ ስለትሕዝ ድማ ብራዚልን ሞሮኮን ኩሉ ሓይለን ምስ ናይ ነዊሕ ትጽቢትን ምድላዋትን ከም ዝተሓናነቓ ዘማትእ የብሉን። ኣጥቃዓይ ብረንትፎርድ ኢጎር ቲያጎ ኣብ ፕሪመር ሊግ ዕስራን ክልተን ሸቶታት ኣመዝጊቡ ናብዚ ዋንጫ ዓለም መጺኡ ሓላፍነት ማእከላይ መስመር መጥቃዕቲ ብራዚል ድማ ኣብ የእጋሩ ተሰኪሙ ኣሎ። ቬኒሸስ ጁንየርን ራፊንያን ብኽልቲኡ ክንፊ ከማምቕዎ፣ ካስሜሮን ፓኬታን ከኣ ሓላፍነት መስመር ምክፍፋል ወሲዶም ኣለዉ። መስመር ምክልኻል ብራዚል፣ ጋብርኤል ማጋልሃስን ማርኪንዮስን ሒዙ ዘዛርብ ከምዘይብሉ'ዮም ኩሎም ተንተንቲ ብሓደ ድምጺ ተሰማሚዖምሉ። ሃገራዊት ጋንታ ሞሮኮ ብወገና ካብ ቪኒ፣ ራፊንያን ቲያጎን ክወርዳ ዝኽእል ጸቕጢ ተረዲኣ፣ ማዝራዊ ኣብ ዝግጥም ከርክብ ድዩ ኣይከርክብን እናተባህለ ብዘይ ውልውል ኣብ ድሕሪት ከተሰልፎ ኣይተሰከፈትን። ብዓቢኡ'ውን ክልተ ወርቂ መዳልያ ቻምፕዮንስ ሊግ ሒዙ ናብዚ ውድድር ዝተጓዕዘ ኣሽረፍ ሓኪሚ ኣብ ጎኑ ኮይኑ ከረጋግኦ እዩ። ዓላሚ ሞሮኮ መሓመድ ኦሃቢ፣ ናይ ቅድም ኣጥቃዓይ ማንቸስተር ሲቲ፣ ናይ ሕጂ ሃዳኒ ሸቶ ሪያል ማድሪድ ብራሂም ዲያዝ ናይ ዋንጫ ኣፍሪቃ ታሪኹ ዘኪሩ ፍጹም ቅላዕ መቕጻዕቲ ክሃርም ሓላፍነት ዘይህቦ እንተኾነ ንመስመር መጥቃዕቱ ክቕልሶ ግን ኣይከልከሎን ኣሎ። ወዲ ሰላሳን ኣርባዕተን ዓመት ፍቱው ብራዚላዊ ነይማር ኣብዚ ውድድር ከርክብ እንተዘይከኣለ ኣብ ዝቕጽል ጸወታታት ተርኡ ክገብር ግን ኣብ ቅልጡፍ ሕውየት ከምዘሎ እዩ ኣንቸሎቲ ቅድሚ እዚ ጸወታ ኣፍሊጡ ናብ ሞሮኮ ከቋምት ጀሚሩ። ቪኒ ይኹን ራፊንያ ኣብ ላሊጋ ዓይንን ሓመድን እንተኾኑ ሎሚ ግን ኣብ ሃገራዊት ጋንታ ብራዚል ጽሒፎሞ ዘይፈልጡ ሓድሽ ታሪክ ክስንዱ እታ ቀዳመይቲ ስጉሚ ሎሚያ ፈሊማ። እዚ ወለዶ ብራዚል ዋላ እኳ ከምቶም ናይ ቀደም ከዋኽብቲ ሳምባ ኣይኹን ኣብ ትሕቲ ኣላይነት በዓል ዓቢ ክብሪ ካርሎ ኣንቸሎቲ ግን ብናቶም ቃና ዘይተጻሕፈ ዛንታ ክስንዱ ይኽእሉ እዮም። ኣብ ሃገራዊት ጋንታ ሞሮኮ ኣይቦወዲ ክስተውዓለሉ ዘለዎ ተጻዋታይ ምዃኑ'ዩ ቅድሚ ዝግጥም ተሓቢሩ። መሰልጠኒ ማእከል ሊል ፈረንሳ ንከም ኤዲን ሃዛርድ፣ ፍራንክ ሪበሪ ኣብዚ ቀረባ ግዜ ከኣ ንሌኒ ዮሮ ኣፍርዩ ክኸውን ይኽእል'ዩ። ሕጂ ግን ልዕሊ ኣይንቦዲ ነዚ ማእከል ክምስክረሉ ዝኽእል የለን ይበሃል። ኣሰልጣኒ ዩናይትድ ማይክል ካሪክ ኣብ መስመር ምክፍፋሉ ክሓስቦ ምኽኣሉ እውን ካብዚ ዝተበገሰ ክኸውን ይኽእል እዩ። ቀዳማይ ፈተንኡ ኣንጻር ምኩራት ብራዚላውያን ተጻወትቲ ምዃኑ ብኸመይ ክወጾ ካብ መጀመርታ እዩ ኣቓልቦ ስሒቡ ዘሎ። ማእከላይ ዳኛ ስሎቬንያዊ፣ ክልተ ናይ መስመር ደያኑ ስሎቬንያ፣ ራብዓይ ዳኛ ከኣ ካብ ስዊዘርላንድ ንጸወታ ንምኽፋት ብጫ ምስ ዝኣርምኦም ደቂ ሳምባን ቀይሕ ምስ ዝመለለይኦም ኣናብስ ኣትላስን ተተሓሒዞም ሳዕሪ ስታድየም ኒውዮርክ ኒው ጀርሲ ረጊጾም ሃገራዊ መዝሙር ሃገረ ብራዚል እንክዝመር እቲ ዓብዪ ሮናልዶ ካካ ሮቤርቶ ካርሎስ ንብራዚላውያን ናይ ቅድሚ ዕስራን ኣርባዕተን ዓወቶም ከዘክሩ ኣብ ስክሪን ይረኣዩ ነይሮም ሰማንያ ሽሕ ቀይሕ ወይ ከዓ ብጫ ጥራይ ሕብሪ ገይሮም ነዚ ስታድየም ካብ ፃት ንፃት እዮም ደገፍቲ መሊኦሞ ዘለዉ። እንተኾነ ግን ዝያዳ ብጫ ሕብሪ እዩ ዓብሊሉ ዘሎ። ፀወታ ፈሊሙ ብጫ ማልያ ደቂ ሳምባ ኩዕሶ ምስ ቀልዑ ድማ ዋንጫ ዓለም ተኸፊቱ ኢልና እንተተዛረብና ክንፅላእ ኣይግበኣናን። ሞሮኮ ቀዳመይቲ ኩዕሶ ክትትንክፍ ዕድል ዝተዋህባ ጋንታ ብምንባራ ግዲ ሓኪሚ ታክቲክ ፒኤስጂ ናብዛ ጋንታ ሒዝዎ መፂኡ ኩዕሶ ናብ ግዳም ብምውፃእ ብራዚል ናይ ኢድ ዳርባ ክትድርብይ እሞ ብማዕበል ከይተዳለወት ከጥቅዕዋ እዮም ሓሊኖም ነይሮም እንተኾነ ብራዚል ብቐሊሉ ኩዕሶ ተቖፃፂሮም ፀወትኦም ክጅምሩ ኣይተሸገሩን እዚ ግን ብሓደ ደቒቕ ዘይመልእ ግዜ እዩ ነይሩ፣ ሞሮኮ ዝሓለፈ ዓመት ክሳብ ፍርቂ ፍጻመ ዝበጽሐትሉ እኹል ከም ዘይነበረ እያ ኣብ ዝቐጸለ ዓሰርተ ደቓይቕ ንብራዚል ኣርእያታ። ብማዕበል ተጥቅዕ፣ ብሓንሳብ ድማ ክሳዕ ማእከል ሜዳ ትምለስ። ንጸወታ ምሉእ ብምሉእ ኣብ ትሕቲ ቁጽጽራ ብምእታው፣ ብራሂም ዳያዝ፣ ኣልኢኖሂን ሓኪምን ነናይ ሓደ ደቒቕ ፍልልይ ዘለወን ቅላዓት ኣብ ተኸላኸልቲ ብራዚል ከጋጭዉ ክኢሎም እዮም። ዓሰርተ ሓሙሽተ ደቓይቕ በጺሑ ቪኒሸ ጁንየር፣ ራፊንያን ኢጎር ቲያጎን ንፈለማ ግዜ ኩዕሶ ተንኪፎም። ካብ ራፊንያ ናብ ቪኒ ካብ ቪኒ ከኣ ናብ ርእሲ ቲያጎ ዝበጽሐት ኩዕሶ ግን ልክዕ ቦታኣ ኣይበጽሐትን። ሰለስቲኦም ኣብ ዓሰርተ ሓሙሽተ ደቕ ሓንሳብ ኩዕሶ ተንኪፎም ንሳ ድማ ሓደገኛ ነይራ። ሞሮኮ ዝያዳ ዓብላሊት እንተነበረት፣ ጸወታ ግን ኣብ ጸጋማይ ክንፊ ብራዚልን ኣብ የማናይ ክንፊ ሞሮኮን ዝሕጸር'ዩ ዝመስል ነይሩ። ብራዚል ብቪኒሸ ጁንየር፣ ሞሮኮ ከኣ ኣሽረፍ ሓኪሚ ብየማን ንቕድሚት እናኸደ ቦትኡ ከኣ ኣይብ ናኦዲ እናተክኦ ድኹም ጎኒ ነብሲ ወከፈን በዚ መስመር'ዩ ዝመስል ዘሎ። ሞሮካውያን ጋንትኦም ኣብ ውሽጢ ዕስራ ደቒቕ ሽዱሽተ ግዜ ንሸቶ ፈቲኖም ሓምሳን ክልተን ነጥቢ ሸሞንተ ሚኢታዊት ዓብላልነት ጸወታ ሒዞም ብምንባሮም ውሑዳት ይኹኑ ክንዲ ሽሕ ኮይኖም ዝያዳ ድምጾም ዘስምዑ ዝነበሩ ንሶም እዮም። ከምዚ ዓይነት ጸወታ ሸቶ ግድን እዩ ዝግብኦ፣ ንመን እንተድኣ ኢልካ ድማ ነታ ዝያዳ ጸቢቓ ዘላ ጋንታ። ሞሮኮ ድማ ካብ ሳልሳይ ክፋል ሜዳ ብራዚል ዕስራ ደቓይቕ ስለ ዘይወጸት ሸቶ ዝግብኣ እዩ ነይሩ። ብራሂም ዲያዝ ኣብ ማእከል ሜዳ ብራዚል ንዘጥፈ እታ ኩዕሶ ናብ ሳይበሪ ብማእከል ክልተ ዓበይቲ ተኸላኸልቲ ዓለም ጋብርየልን ማርኪንዮስን ኣብ ዘሕለፈሉ ሳይበሪ ኣይተጋገየን ብልዕሊ እቲ ክቕድሞ ኢሉ ካብ ቦትኡ ዝወጸ ሓላው ልዳት ብራዚል ኣሊሰን ቤከር ኣሕሊፉ ንሞሮኮ ትግብኣ ሸቶ ኣመዝጊቡላ። እስማዒል ሳይበሪ ብፍጥነት ብምብጋሱ ጋብርኤል ብጉያ ከርክቦ ብዘይምኽኣሉ ተረጋጊኡ'ዩ ንኣሊሰን ስዒሩዎ። ኣላን ሽረር ክልተ ዝበለጹ ተኸላኸልቲ ዓለም ጋብርኤልን ማርኪንዮስን ኣብዛ ሸቶ እቶም ዝደኸሙ ተኸላኸልቲ'ዮም ነይሮም ክብል ብዘይምርድዳእ ዘሊፉዎ። ሞሮኮ መሪሕነት ምሓዛ ብዙሓት ወገናት ክግረሙ ይረኣዩ እኳ እንተነበሩ ብመሳልል ፊፋ ናይ ሓደ ደረጃ ጥራይ ፍልልይ ከምዘለወን ስለዚ ዘንጒዒኦም ግን ሞሮኮ ድሕሪ'ዛ ሸቶ'ውን ንቕድሚት ምኻድ ደው ኣየበለትን። እንተኾነ ግን ዓሰርተ ደቕቕ ጸኒሓ ብራዚልያ ብመንገዲ ቪኒሸ ጁንየር ገይራ ነቶም የእዳዎም ኣብ ገጾም ገይሮም ብትሑት ብቕዓት ጋንታኦም ተገሪሞም ዝነበሩ ደገፍታ ናብ ውነኦም መሊሳቶም። ክላእ ዝብላ ዝነበራ ኣእዳው ብራዚላውያን ድማ ናብ ጣቕዒት ተቐይረን። ቬኒሸ ጁንየር ኣብ ልክዕ ቦትኡ በታ ዘይትምሕር የማነይቲ እግሩ ኩዕሶ ድሕሪ ምርካብ'ዩ ነታ ኣብ ስግኣት ዝነበረት ጋንትኡ ናብ ጸወታ መሊሱዋ። ኣላን ሽረር፣ ሞሮኮ እታ ሓንቲ ክትገብራ ዘይነበራ ፈጺማታ፣ ቬኒሽየስ ኣብ ጸጋማይ ክንፊ ኩዕሶ ብየማነይቲ እግሩ ክሃርም ምፍቃድ፣ ብራዚል ዝገበረቶ ኣይነበረትን፣ ክልተ ዕድላት ረኺባ ክልቲኤን ከኣ ብ። ቬኒሽየስ እየን። እታ ሓንቲ ቲያጎ ኣጥፊእዋ እታ ሓንቲ ከኣ ቪኒ ባዕሉ ኣመዝጊብዋ ክብል ሞሮኮ ብጌጋኣ ተቐጺዓ ኢሉ። እቲ ውጽኢት ብራዚል ሓደ ሞሮኮ ሓደ እንተኾነ ኣብ ቀዳሞት ኣርብዓን ሓሙሽተን ደቓይቕ ግን ሞሮኮ'ያ ሓሙሽተ ግዜ ዋንጫ ዓለም ዘልዓለት ትመስል ነይራ። ንከም ካስሜሮን ፓኬታን ዝኣመሰሉ ተጻወትቲ ሒዙ ዝነበረ መስመር ምክፍፋል ብራዚል ፈሪሱ ኣብ ቅድሚት ዘለዉ ተጻወትቲ ብራዚል ካብ ጸወታ ወጻኢ ኮይኖም ሞሮኮ ድማ ሸቶ ናይ ምዝጋብ ዕድላ ሓደ ነጥቢ ዕስራን ክልተን ነይሩ፣ እንተ ናይ ብራዚል ግን ባዶ ነጥቢ ሰማንያን ሓሙሽተን ወሪዱ። ኣብ መሳልል ፊፋ ምስ ቀዳሞት ብሉጻት ዓሰርተ ሃገራውያን ጋንታታት ዝተሰርዓ ጋንታታት ንፈለማ ግዜ ኣብዚ ዋንጫ ዓለም ዝተራኸባሉ ግጥም ምዃኑ ድማ ኣርኢና'ዩ። ናይ ቀዳማይ እብረ ጸወታ ድማ ብራዚል ዕድል ጌራ ጥራይ ኢልካ'ዩ ክዕጾ ዝኽእል። ካብ ዜናታት ነይማር ወጺኣ ድማ ዝዕመም ስራሕ ከም ዘለዋ ተረዲኣ ክትከውን ተስፋ ኣሎ ይብሉ ዝበዝሑ ነዚ ግጥም ዝትንትኑ ዝነበሩ ወገናት። ምናልባት እዚ ግጥም ብከም ዘለዎ እንተድኣ ተወዲኡ ኣብዚ ምድብ ካብ ዘለዋ ስኮትላንድን ሄይትን ዝሰዓረት ጋንታ ካብ ትጽቢት ወጻኢ መሪሕነት'ዚ ምድብ ክትሕዝ ዕድል ኣለዋ። ንኺድ ናብ ካልኣይ እብረ። ኢጣልያዊ ኣሰልጣኒ ብራዚል ካርሎ ኣንቸሎቲ መስመር ምክፍፋል ተበሊጹ ከም ዘሎ ኣስተብሂሉ ኣብ ናይ ድሕሪ ዕረፍቲ ጸወታ ንካስሜሮ በቲ ኣብዚ እዋን ኣብ ሳውዲ ፕሮ ሊግ ዝጻወት ዘሎ ናይ ቅድም ኣከፋፋሊ ሊቨርፑል ፋቢንዮ ክትክኦ ከሎ ብጫ ካርድ ወሲዱ ዝነበረ ኢባነ ከኣ ሓደጋ ከየውርደሉ ብዳኒኤሎ ተኪእዎ። መስመር ምክፍፋል ብራዚል ንጋድም ዝሽፍኖ ገፊሕ ቦታ ክገድፍ ብምኽኣሉ፣ ማዝራዊ ካብ ጸጋማይ ሸነኽ ቦትኡ ናብ የማናይ ክንፊ ብዲያጎናል ዝልእኸን ዝነበራ ኳዕሳሲኤን ንብራዚል ሓደጋ ዘውድቓኣ ነይረን። ኣንቸሎቲ ድማ ነዚ ክፍውስ'ዩ ነዚ ምቅይያር ገይሩ። እቲ ዝገበሮ ለውጢ ድማ ኣብ ማእከል ሜዳ ሰሪሕሉ'ዩ። ኣብ ቀዳሞት ደቓይቕ ብራዚል እታ ካብ ዘይምንቃሕ ሪያድን ዲያፕን ዝተረኽበት ናይ ቲያጎ ዕድል እሞ ሓላዊ ልዳት ሞሮኮ ቦኖ ከኣ ዘድሓና ኩዕሶ ደሚርካ ዳርጋ ኣብ ሳልሳይ ክፋል ሞሮኮ'ያ ትጻወት ነይራ። ካርሎ ኣንቸሎቲ ምናልባት መስመር ምክልኻሉ ንምድልዳል ነዊሕ ከም ዝሰርሐ ሓቢሩ ነይሩ ክኸውን ይኽእል እዩ። ኣብ ቀዳሞት ዓሰርተ ሓሙሽተ ደቓይቕ ናይ ካልኣይ እብረ ግን ንቕድሚት ትሕንበብ ጋንታ ከም ዝሰርሐ'ውን'ዩ ዘብርህ ነይሩ። ንሱ'ውን ካብ ኮፍ መበሊኡ ተንሲኡ ንተጻወትቱ ንቕድሚት ክኸዱ እዩ ዝሕብሮም ነይሩ። ብራዚል ንቕድሚት እንተኸደት ናይ ድሕሪት መስመር ምክልኻል ሞሮኮ'ውን ብዝግባእ እዩ መስመሩ ዓጽዩ ነይሩ። ብፍላይ ማዝራዊ ክሳብ ሕጂ እቲ ዝበለጸ ተጻዋታይ ሞሮኮ ኮይኑ እዩ ቀሪቡ ዘሎ። ተኸታተልቲ መርበብ ሓበሬታ ቢቢሲ እቲ ናይ ማንችስተር ማዝራዊ ድዩ ምባሎም ውን ኣይተረፈን። ኣንቸሎቲ ዳኒኤሎን ፋብያኖን ቀይሩ ዝረኸቦ ተስፋ ዕስራ ደቓይቕ ጸኒሑ ውን ማቲያስ ኩንያ ንቲያጎ፣ ልዊስ ሄንሪከ ከኣ ንፓኲታ ከም ዝትክእዎም ገይሩ። ኣላን ሽረር ከኣ ነቲ ዝተገብረ ለውጢ እንተተቐበሎ ንማቲያስ ኩንያ ግን ዶንጊዎ ክብል ዩ ርእይቶኡ ሂቡ። ናይ ካልኣይ እብረ ጸወታ ግምጣል እቲ ናይ ቀዳማይ እብረ ዩ ኮይኑ። ቅድሚ ዕረፍቲ ሞሮኮ'ያ ግድን ክትዕወት ኢላ ዝመጸት ጋንታ ትመስል ነይራ። ድሕሪ ዕረፍቲ ግን ይኣኽለኒ እዚ ውጽኢት ዝበለት ትመስል። ሞሮኮ እቲ ናይ ቀዳማይ እብረ ቀመማ ጠፊእዋ፣ ሓኪምን ኣሰልጣኒኡን ብተደጋጋሚ ክዘራረቡ ክረኣዩ ከለዉ ብራዚል እቲ ብጸጋማይ ክንፊ ብቬኒሸስ ጥራይ ትገብሮ ዝነበረት ፈተነ ዳኒኤሎ'ውን ንቕድሚት እናመጸ ንየማናይ ክንፊ ድርዒ ስለ ዝኾኖ ዳርጋ ንጸወታ ክትቆጻጸሮ እያ ተራእያ። እታ ብሩኖ ጉሜረስ ብየማን ዝቖረጻ'ሞ ራፊንያ ከኣ ከርክባ ዘይከኣለ ኩዕሶ ድማ ንሞሮኮ ካብ ጸወታ ተውጽኣ እያ ነይራ። እዛ ፈተነ ውጽኢት ናይቲ ኣንቸሎቲ ኣብ ክንዲ ብኽልተ ክንፊ ሰኪዔት ዝረክብ ክልቲኡ ክንፉ ኩዕሶ ናብ ማእከል ሜዳ ልዳት ሞሮኮ ቆሪጹ ናይ ማእከል ኣጥቃዕቱ ከኣ ስርሖም ዝዓምሉ ታክቲኩ እያ ነይራ። ናይ ማይ ዕረፍቲ ኣብ ዝወሰዱሉ፣ ሞሮኮ ጸገማ እንተዘይፈቲሓ ኣብ ዝተረፉ ዕስራ ደቓይቕ እታ ሒዛታ ዘላ ሓንቲ ነጥቢ'ውን ዘይክትረኽባ ትኽእል እያ። ብልክዕ ድማ እዚ ናይ ማይ ዕረፍቲ ዝጠቐማ እዩ ዝመስል፣ ሞሮኮ ኩዕሶ ክትሕዝ ክትረእ ጀሚራ ኣላ። ኣብ ውሽጢ ስታድየም ኒውዮርክ ኒውጀርሲ ሰማንያ ሽሕን ሽዱሽተ ሚእትን ስሳን ሰለስተን ተዓዘብቲ ከም ዘለዉ ክቃላሕ ከሎ፣ ሰዓት ስታድየም ድማ ሰማንያ ደቕቕ በጺሑ ነይሩ። ውጽኢት ግን ልክዕ ከምተን ኣብ ቀዳሞት ሰላሳን ሓደን ደቓይቕ ዝተመዝገባ ክልተ ሸቶታት ናይተን ጋንታታት እዩ ነይሩ። ዕውትቲ ጋንታ ንኽትፍለጥ ዓሰርተ ምዱብ ደቓይቕ ጥራይ ተሪፉ ብምንባሩ፣ እቲ ግድን ክዕወት ዝብል ዝነበረ መንፈስ ናይዘን ጋንታታት ጥራይ ኣይሰዓር ናብ ዝብል ክቕየር ግድን ኮነ። ኣብዚ ግዜ ኣብ ውሽጢ ስታድየም ዝነበረ ወኪል ቢቢሲ ጆን በነት ዝመስከሮ ሓቂ እንተድኣ ነይሩ ኮይኑ፣ ርግጸኛ እየ ወዲ ዓሰርተ ሸሞንተ ዓመት ሞሮካዊ ኣዩን ቦዋዲ ድሕሪ ዝግጠም ማልያ ሊል ፈረንሳ ወድዩ ከም ዘይጻወት ዩናይትድ ነዚ ተጻዋታይ ምስትብሃላ ቅኑዕ'ዩ ኣብ ንኡስ ዕድሚኡ ምስ ምኩራት ኣካፋፈልቲ ብራዚል ተራጺሙ ዘርእዮ ዘሎ ብቕዓት ብሉጽነቱ ዝምስክር'ዩ ክብል ተዛሪቡ። ጌጋ ዘየፍቅድ ሰዓት ኣብ ዝበጽሓሉ፣ ዲዮፕ ናብ ሓላዊ ልዳቱ ዝሰደዳ ኩዕሶ ኣብ ሞንጎ ራፊንያ ከርክባ ዝኽእለሉ ደረጃ በጺሓ እኳ እንተነበረት፣ እቲ ሽልማት ብሉጽ ሓላዊ ልዳት ኣፍሪቃ ዝወሰደ ቦኖ ግን ኢዱ ደኣ ተጎዲኡ እምበር ነቲ ሓደገኛ ጌጋ ዲዮፕሲ ኣድሒንዋ'ዩ። ሞሮኮ ኣብ ናይ ካልኣይ እብረ ጸወታ ሓንቲ ቅላዕ እውን ትኹን ናብ ታርጌት ብራዚል ኣይቀልዐትን ኣላ። ኣብ ድሕሪት'ያ ዝያዳ ደሪቓ ነይራ። ብራዚል ብወገና ልዕሊ'ቲ ኣብ ካልኣይ እብረ ዝፈጠረቶ ዕድል ኣብተን ኣብ መወዳእታ ዝተወሰኻ ዓሰርተ ደቓይቕ'ያ ሓደጋ ዝፈጠረቶ ዝዓቢ ነይሩ። ሃገራዊት ጋንታ ሞሮኮ ናብዚ ውድድር ክትመጽእ ካብ ዘመዝገበተን ዓሰርተ ሓደ ሸቶታት እተን ሸውዓተ ካብ ሰትፒስ'ያ ረኺባተን ነይራ። ብራዚል ከኣ ካብ ዕስራ ናይ መኽፈቲ ጸወታ ዋንጫ ዓለም ዓሰርተ ሸውዓተ ግዜ ተዓዊታ'ያ ወጺኣ። ሓዲኤን ነዚ ታሪኽ ክደግሞ ሞሮኮ ዝረኸበታ ቅላዕ መቕጻዕቲ እንተባኸነታ ነታ ኢል ኣየናይ ካብ ዕስራን ሓሙሽተን ሜተር ዝቐልዓ ኩዕሶ ግን ንኣሊሰን ኣብ ሚእቲ ደቓይቕ እታ ዝሓየለት ፈተነ'ያ ነይራ። ቅድሚ ዕረፍቲ ዓሰርተ ክልተ ፈተነታት ዘካየደት ሞሮኮ ድሕሪ ዕረፍቲ ድሕሪ ሓምሳን ሓሙሽተን ደቕ ዝፈተነታ ቀዳመይቲ ዕድል እያ ነይራ። ድሕሪ እዛ ፈተነ፣ እቲ ፈታኒ ጥምጥም ሞሮኮን ብራዚልን ተዛዚሙ፣ ክልቲኤን ጋንታታት ድማ ሓሓደ ነጥቢ ሒዘን ወጺኤን። ኣንቸሎቲ ጋንትኡ ለዊጡ ነጥቢ ምምቓሉ ክሳብ ክንደይ ሃብታም ተመኩሮኡ ንሃገራዊት ጋንታ ብራዚል ከም ዝጠቕማ ኣብ ቀዳማይ ጸወትኡ ኣርእዩ ኣሎ። ሞሮኮ ቅድሚ ዕረፍቲ ብራዚል ድሕሪ ዕረፍቲ እተን ጎባልል ናይ ጸወታ እየን ነይረን። ስለዚ ክትዕወት ነይርዋ እትበሃል ጋንታ ብዘይምህላዋ ማዕረ ምፍልላየን ንኽልቲኤን ዝግበእን እዩ ክበሃል ይከኣል እዩ። በቲ ኮይኑት በቲ ብራዚል ድሕሪ ሽሕን ትሽዓተ ሚእትን ሰላሳን ኣርባዕተን መኽፈቲ ጸወታ ዋንጫ ዓለም ስዕረት ዘይቀመሰት ጋንታ ኮይና ክትቕፅል እያ። ኣቐዲመን ኣብ ካልኣይ ምድብ ዘለዋ ሃገራውያን ጋንታታት ቀጠርን ስዊዘርላንድን ነጥቢ ተማቒለን ብምውፀእን እዚ ምድብ ኣርባዕቲኤን ጋንታታት ሓሓደ ነጥቢ ዝሓዛሉ ኮይኑ ኣሎ። ምኽንያቱ ካናዳ እውን ምስ ቦዝኒያ ትማሊ ማዕረ ተፈላልያ ብምንባራ። ሃገራዊት ጋንታ ስዊዘርላንድ ኣብ መበል ዓሰርተ ሸውዓተ ደቕ ብፍጹም ቅላዕ መቕጻዕቲ ብዘመዝገበታ ሸቶ መሪሓ እኳ እንተወዓለት፣ ቀጠር ግን ኣብ ውዱእ ሰዓት ማለት ኣብ መበል ተስዓን ኣርባዕተን ደቕ ብዘመዝገበታ ሸቶ'ያ ኣብ ታሪኻ ንፈለማ ግዜ ናይ ዋንጫ ዓለም ነጥቢ ረኺባ። ክቡራት ተኸታተልቲ ስለ ምክትታልኩም ብልቢ የመስግን ሰላም ወሰናይ።